ከመይ ኣለኹም ከምቲ ዝተለምደ ብኻልእ ተፈታዊ ድራማ ተመሊስና ኣለና ቪድዮና እንትበጽሐኩም ላይክ ብምግባር ኣበረታትዑና እናበልና እዛ ቆንጆ ፊልሚ ጋቢዝናኩም ፊልምና እንትጅምር ዩጂ ዝትበሃል ጓል ነቲ ዝፎቴ ናይ ክፍላ ተቆጻጻሪ ናይ ፍቕሪ ቃል ክትነግሮ እንትብል ምስ ካልእቲ ጓል ሪኣቶ ትሓዝን የዕርኽታ መጺኤን ዩጂ ሊሞ እና እቲ ተቆጻጻሪ እኮ ይፏተዩ እዮም ሓቢሮም እውን ናብ ወፃኢ ዓዲ ክኸዱ እዮም። ኣይኮነን ከምኡ ዝበሃል ነገር የለን። ቅድሚ ምኻዶም እታ ጓል ንዩጂ ናይ ጽጌሬዳ ፍዮሪ ሂባ ኣጆኺ ንስኺ እውን ኣብ ቀረባ ግዘ ትኽክለኛ ፍቕርኺ ክትረኽቢ ኢኺ እንትብላ ሓዘና ንምቕናስ ኢላ ዋይን ጠርሙዝ ምስታይ ትጅምር። ኣብቲ ገምገም ቃላይ ጠጠው ዝበለ ጂያን እንትርእዮ እናንከርደደት ከይዳ ኣንታ ጨካን! ንምንታይ ገዲፍካኒ ኢላ እቲ ዝትፈትዮ ወዲ መሲልዋ ናይ ፍቕሪ ቃላ ትነግሮ። እቲ ወዲ ግን ናብ ዝተሰሓተ ሰብ ኢኺ መጺኺ ይቕሬታ ንዓይ ኣይትፈልጥንን ኢሉ ክኸይድ እንትብል ኢዱ ሒዛ ኣይትኸይድን። ክትወድቕ እንትብል ድማ ንሱ ይሕዛ'ሞ ይቀራረቡ። ድሕሪ ሓደ ዓመት ዩጂ ናይ ምግቢ ቪድዮ መቕረቢት ኮይና እዚ እንድሕር ዘይጥዒምኩም ህይወትኩም ጎደሎ እዩ እናበለት ናይ ዝተፈላለዩ ሹቕ ምህርትታት ንኣድነቕታ ተላሊ። ናይቲ ሹቕ በዓል ዋና እቲ ቆንጆ ጃን ከም ዝኾነ እውን ንርኢ። ሽዑ መዓልቲ ሁጂ ናብቲ ሹቕ መጺኣ ካብ ወርሒ ንታሕቲ ዝተባህለ ምቁር ምግቢ ትርኢ እሞ እዚ መደነቕ ኬክ ዝሰርሖ ሼፍ መን እዩ ኢላ ትሓቶ። ጃን ከዓ ሽም ኣርእዩ ንዓኣ ድሕሪ ምርኣዩ ኣብቲ ገምገም ቃላይ ዝረኸባ ጓል ምዃና ዘኪሩ ካልኣይ መጺኣ ብዝብል ስምዒት ኣትኲሩ ይርእያ። ንሳ ድማ እቲ ምቁር ምግቢ ስለ ዝፈተየቶ ስለ ንሱ ምጽሓፍ ትጅምር። ጂያን መጺኡ ኣብ ቅድሚኣ ኮፍ ይብል። ናይዚ ምቁር ምግቢ ምስጢራዊ ቅመም እንታይ እዩ ንገረኒ እሞ ኣብ ቭሎገይ ክጽሕፎ ኢላ ትሓቶ። ንሳ ስለ ንሱ ምንም ከም ዘይዘከረት ተረዲኡ ምሽጥር እኮ ምሽጥር ዝበሃል ስለ ዘይንገር እየ ኢሉ ምንም ከይተናገረ ገዲፍዋ ይኸይድ። ዩጂ ክሳብ ምሸት ጸኒሓ ካልኣይ በጃኻ ንሓንቲ ደቂቕ ጥራይ ንነጋገር። ናብዚ ዝመጻእኺ ስለ እቲ ምቁር ነገር ቃለ መሕትት ንምግባር ጥራይ ድዩ ወይስ ካልእ ጉዳይ ኣለኪ? ንሳ ከዓ ስለ እቲ ምግቢ ጥራይ እዩ እንትብሎ ጂያን ዝኾነ ነገር ንምንጋር ፍቓደኛ ብዘይምዃኑ ክትወፅእ እንትብል ንምቁራት ምግብኻ ዋላ እኳ ሚእቲ እንተሃብኹካ ንፀባይኻ ግን ዜሮ ማርክ ሂበካ ኢላ ገዲፋቶ ትኸይድ። ሽዑ መዓልቲ ምሸት ጂያን ዩጂ ዝሃበቶ ፅጌሬዳ ሕጂ እውን ከም ዘቕመጦ ንርዳእ። ሽዑ መዓልቲ ንኽትዓርፍ ኣብ ሆቴል ገዲፍዋ እንትኸይድ እቲ መቖለፊ ኣብኡ ረሲዕዎ ይኸይድ። ብኻልእ ገፅ ንሳ ቆልዓ ምስ ዝወልደት ሓፍታ እናተነጋገረት ሓፍታ እውን ናይቲ ኩርዕ ሸፍ ቃለ መሕትት ብዝኾነ መንገዲ ክትረኽብያ ኣለኪ እንተዘይኮይኑ ግን ቭሎግኺ ክዕፆ እዩ ስለ ዝበለታ ፅብሒቱ ዩጂን ጂያን በቢቦትኡ ትከታተሎ። ናብ ገዝኡ ክትኣቲ እንትብል ኣብቲ ደገ ጠጠው ዝበለ ዋርድያ ናበይ ኢኺ ትኸዲ ዘለኺ ኣይትኣትይን ኢሉ እንትኽልክላ ንሱ ግን ሪእዋ ግደፋት እተ ኢሉ ንክትኣቲ ይፈቕደላ። ናብ ውሽጢ ድሕሪ ምእታያ ጂያን ንምንታይ ኢኺ ከም መርማሪ ፖሊስ በብቦትኡ ዝትከታተልኒ? ኣብ ኢዳ ዘሎ ወረቐት መንጢሉ ንባህሪኡ ዜሮ ማርክ ዝሃበትሉ ይርኢ። ንሱ'ውን እናሰሓቐ በዚ ናይ ሕጂ ዕዳጋ ናይ ሓሙሽተ ኮኾብ ግምት ዝረኸብኩሲ ዜሮ ማርኪ። ናትኪ ግምገማ ኣዝዩ ዝተሰሓሓተ'ዩ። ዩጂ እቲ ወረቐት ንምምንጣል ማርክ ይሃበኒ ዋላኳ እንተበለቶ ንስግን ከይሃባ ሒዝዎ ይኸይድ። ምሸት ኣብ ኢንተርኔት ኣሊሻ ናይ ድሪም ሚድያ ትካል ዋና ስራሕ መፈጸሚ ያኦ ናይ ጂያን ሓፍቲ ምዃና ትበጽሓሉ። ብጽብሒቱ ናይ ጂያን ቃለ መሕተት ንምርካብ ፍቓድ ንምሕታት ትኸይድ። ናተይ ቭሎግ ብዙሓት ሰባት የንብብዎ እዮም። ብጽብሒቱ ናይ ጂያን ቃለ መሕተት ንምርካብ ፍቓድ ንምሕታት ትኸይድ። ናተይ ቭሎግ ብዙሓት ሰባት የንብብዎ እዮም። ምስ ሓውኪ ቃለ መሕተት እንተ ጌርና ንትካልኩም ዓብዪ መወዓውዒ እዩ እንትብል ያኦ ብሓሳባ ተሰማሚዓ ዋላ እኳ ፍቓድ እንተሃበታ ቅድሚ ምኻዳ ግን ሓደ ነገር ዘክሪ፣ ካብ ሓወይ ርሕቕ ኢልኪ ኮፍ በሊ፣ ፈጺምኪ ከይትቐርብዮ ኢላ ተጠንቅቓ። ብኻልእ ገጽ ኣብ ድሪብ ሚድያ ውሽጢ ንዝሰርሕ ሊ ጂያን ንምቁር ምግቢ ሒዝሉ ይመጽእ እሞ ሊ እናሰሓቐ ሓፍትኻ ከይትጭነቕ ሓንቲ ጓል ኣሉሽ እሞ ተመርዓ ኣነ እውን ሽዑ ንሓፍትኻ ብነጻነት ከፍቅራ ይኽእል እየ እንተብሎ ጂያን ግን ኣብዚ ሕጂ ንፍቕራዊ ርክብን ቆይቋን ድልው ኣይኮንኩን። ሽዑ መዓልቲ ዩጂ ናይ ያኡ ፍቓድ ወረቐት ሒዛ ናብኡ ትኸይድ። በብመዓልቱ ናብቲ ሹቕ ትመጽእ ስለ ዝነበረት ናይቲ ሹቕ ሰራሕተኛታት ናታን ናይ ጂያን ጉዳይ ጠርጢሮም እዛ ጓል ናቱ ኣፍቃርት ከይኮነት ኣይትተርፍን ኢሎም ዓርሰ ብዓርሶም ከሕምዩ ይጅምሩ። እቲ ሓደ እስኪ ንምዃኑ ምስኡ ክንደይ መዓልቲ ትጸንሕ እናበሉ እቲ ሓደ ክልተ መዓልቲ እቲ ካልእ ድማ ሰለስተ መዓልቲ እናበሉ ይወራረዱ። ዩጂ ሕቶ ክትድርድረሉ ዋላ እኳ እንተ ደለየት ንሱ ግን ኣይምልስን ይብላ። ንሳ ኸዓ ኣነ እኮ ብኣሽሓት ዝቑጸሩ ተኸተልቲ ኣለዉኒ፣ ቃለ መሕትትኻ እንተ ሂብካኒ ሹቕኻ ካብዚ ንላዕሊ ህቡብ ክኸውን እዩ እንትብሎ ስልኩ ኣውጺኡ ስልኩ ኣውጺኡ ናተይ ተኸተልቲ ርኣዩ ኢሉ ሓደ ሚልዮን ተኸተልቲ እንተርእያ ሰንቢዳ ንሱ ምንም ማለት ኣይኮነን ኣነ እውን ኣብ ቀረባ ግዘ ብሚልዮን ዝቑጸር ተኸተልቲ ክህልዩኒ እዮም። ደጋጊማ እንተጨንቆ ጂያን ኣብ መጠረሽታ ሓደ መዓልቲ ሓንቲ ጓል ጽጌረዳ ፍዮሪ ሒዛ ናባይ መጺኣ። ደሓን ስለ ዘይነበረት ንዓይ እቲ ዝትፈትዮ ቆልዓ ገይራ ናይ ፍቕሪ ቃላ ነጊራትኒ። ሽዑ ኣነ ኣብ ህይወተይ ተስፋ ቆሪጸ ነይረ። እታ ጓል ግን ካልኣይ ብህይወት ንክነብር ተስፋ ሂባትኒ ኢሉ። ታሪኹ ይነግር። ምሸት ዩጂ እቲ ታሪኽ እንትሓስቦ ከም ናይ ባዕላ ታሪኽ ኮይኑ ይስምዓ። ብቕልጡፍ እቲ ታሪኽ ብጽሑፍ ኣዳልያ ኣብ ቭሎጋ ትጽዕኖ። እቲ ጽሑፍ ድሕሪ ምልቃቁ ኣብ ሓደ መዓልቲ ውሽጢ ተኸተልታ ብዝለዓለ ደረጃ ይውስኽ። ብጽብሒቱ ኣብቲ ኣብ ዘዳለወቶ ኣኼባ ዩጂ ዝጸሓፈቶ ታሪኽ በቶም ኣንበብቲ ኣዝዩ ተፈታዊ እዩ። ዝቕጽል ክፋል'ኸ ኣለዎዶ? የለን እንትብላ ናይ ባዕላ ታሪኽ ዝረስዐት ዩጂ ኣነ ሓደ ሓሳብ ኣለኒ። እዚ ታሪኽ ኣብ ዝተፈጸመሉ ገምገም ቃላይ ከይደ እንተጽኒዐዮ ዝበለጸ ታሪኽ ክጽሕፍ ይኽእል እየ ትብል እሞ እቲ ቦታ ኣዝዩ ርሑቕ ስለ ዝነበረ ዩጂ ኣብኡ ኣብ ዝርከብ ሓደ ሆቴል ንምሕዳር ወሲና እንትኸይድ ጥርሑ ክፍሊ ትስእን። ጃን ብድሕሪኣ መጺኡ ናተይ ክፍሊ ውሰድዮ። ንሳ እውን ናብቲ ክፍሊ እንትኸይድ ቦርሳኣ ሒዙ ናብቲ ክፍሊ የብጽሓ። ስልካ ተቐቢሉ ሓደ ነገር እንተደሊኺ ደውልለይ። ማይ ክትሰቲ ከላ እውን ብትኹረት ይርእያ። ድሕሪ ክልተ ሰዓት ኣብቲ ገምገም ቃላይ ንራኸብ ኢሉ ምሸትጂ ናብኡ እንትኸይድ ጂያን ጽጌሬዳ ፍዮሪ ይህባ እሞ እዚ ፍዮሪ ብዝጨነኽዎ ቁጽሪ ናይ ቀደም ተዘክሮይ ይምለስ። ንስኺ እውን እስከ ኣጫንዮ። ጂጂ እቲ ፍዮሪ እንተትጫንዮ ቅድሚ ሓደ ዓመት ዝተፈጥረ ነገር ትዝክር እሞ ሽዑ ዝቐረበቶ ወዲ ጂያን ምዃኑ ትርዳእ። ሓፊራ ናብቲ ሆቴል እንትምለስ ጂያን ዝዘከርክዮ ነገር ኣሎ ድዩ እንትብላ ንሳ ግን ኣይ ምንም ነገር ኣይዘከርኩን ኢላ ናብ ክፍላ ኣትያ ብውሽጣ ጂያን እኮ ብዝግባእ ኣየናግረንን ከመይ ኢሉ ድኣ ንዓይ ኢሉ ትሕቲ ወርሒ ዘላ ጓል ዝብል ኬክ ሰሪሑለይ ኢላ ትደናገር። ብኻልእ ገጽ ጂያን ብመኪና እናተመልሰ ከሎ መኪንኡ ትበላሾ እሞ ሽዑ ንሽዑ ዝናብ ምዝናብ ይጅምር። ዩጂ ስለ ንሱ ተጨኒቓ እንትድውለሉ ካብቲ መንደር ወጻኢ ክፍሊ እናኣለሽኩ ነይረ። ሕጂ ግን መኪናይ ተበላሽያ ኢልዋ ሃንደበት ስልኩ እንትጠፍእ ስለ ዝጨነቓ ክትሕግዞ ትኸይድ እሞ ናብታ መኪና እንትበጽሕ ምምጻኣ ርእዩ ዝደቀሰ ይመስል። በቲ ዝናብ ምኽንያት ክምለሱ ስለ ዘይኸእሉ ክልቲኦም ክሳብ ንጎኒ ምጽናሕ ይግደዱ። ኢጂ ካዓ ሽዑ ድሓን ኣብ ዘይነበርኩ ስለ ዝተናገርክዎ ነገር ይቕረ ግበረለይ። ካብዚ ንድሓር ፈጺመ ኣይሰትን። እዚ ናይ ክሳድ መጋየጺ ዝሃብካኒ ንስኻ ዲኻ? እወ ኢሉ ንክትድቅስ ይነግራ እሞ ምስ። ምስ ደቅሰት ብትኹረት እናረኣየ ንከይቆራ ጃኬት ይኸድና። ብጽብሒቱ እንትትስእ ስኢናቶ እንትወጽእ ኣብ ድሕሪ ሞተር ከፍ ኢሉ እናመጸት ትርእዮ'ሞ ትስሕቁ። ካብኡ ንሱ ሓድ ነገር ይህባ'ሞ እቲ ሰብኣይ ጃን እቲ ነገር ንምታይ ክበልዕ ከም ዘይደለየ ተረዲኡኒ። ለካ ንኣፍቃሪቱ ክህባ ደልዩ'ዩ ይብሎም'ሞ ምስ ከደ ንሳ ደስ ኢልዋ እዚ ታሪኽ ንያኡ ከመይ ኢልና ኢና ንነግራ እዚ ነገር ኣብ መንጎና እዩ ክተርፍ ዘለዎ ይብላ እሞ ናብ ገዝኣ ምስ ተመልሰት ቅድሚ ሓደ ዓመት ዝሃባ ሃብል እናርኣየት ታሪኻ ካልኣይ ምጽሓፍ ትጅምር። ብጽብሒት ሓፍቱ ያኡ ረኺባታ ናይ ታሪኽኺ መጠረሽታ ደስ ዝብል ብምዃኑ ብብዙሓት ሰባት ተፈታዊ ኮይኑ እዩ። ናይ ሽቶ ስፖንሰር እውን ረኺብና ኢና። ዩጂ እና ጂያን ካብ ኤርፖርት ተደዊሎም ይመጹ እሞ ናይ ስዋት ወዲ ያንግ ይረኽብዎ። ካብኡ ህጻን ያንግ ንዕኡ ኣልገ ኢሉ እንትጽውዖ ንዓኣ ድማ ሓፍቲ ኣደይ ይብላ። ነቲ ህጻን ያንግ ብምግቢ ሓባቢላ ክትወስዶ እንትብል ኣቦይ ንዕኡ ንክጽበዮ ነጊሩኒ እዩ ኢሉ ምስ ጃን ክኸይድ ከም ዝደሊ ይናገር። ኣብዚ መንጎ ክልቲኦም ናይ ጃን ሓው ናይ ሆጂ ስብኣይ ሓፍታ ምዃኑ ይበጽሕሉ። ክልቲኦም ኮፍ ኢሎም ንሳ እቲ ህጻን ሓቢርዋ ንክኸይድ ዋላ'ኳ እንተሓተተቶ ምሳኺ ክጸንሕ ኣይኽእልን። እንተኾነ ግን ንስኺ መጺኺ ኣብ ናይ ኣልገይ ገዛ ክትነብሪ ትኽእሊ ኢኺ ይብላ እሞ ሓሪቓ ንሱ ወዱ እዩ ኣነ ከዓ ጓል እየ ስለዚ ኣብኡ ክነብር ኣይኽእልን ንኣኻ ክሓትት ግን ክመጽእ እየ ትብሎ ካብኡ ንሱ ነቲ ህፃን ናብ ሹቕ ይወስዶ እሞ ኩሎም ይፈትዎ ካብኡ ምቅር ምግቢ እናሰርሐሉ እቲ ህፃን ስለ ልጁ እናነገሮ ጥፍኣቱ እውን እናጥፈ ይውዕል ጂጂ ናብኡ እንትመጽእ እቲ ህጻን ማይ እናተጻወተ ስለ ዝነበረ ሰዓል ክሕዞ ስለ ዝኽእል ማይ ክሕጸብ ኣይትፍቐደሉ ኢላ ክዳኑ ክትቕይረሉ ሒዛቶ ትኣቲ። ሊ መጺኡ ንዓኣ ብምርኣዩ እንትግረም ዩጂ ናይ ያንግ ሓፍቲ ኣዲኡ ስለ ዝኾነት እያ ኣብዚ ተረኺባ እንትብሎ ጂያን ካባኺ ወጻኢ ማንም ጓል ናብ ገዝኡ ኣእትዩ ኣይፈልጥን ነይሩ። ካብኡ እንትወጽእ ናብ ያኡ ደዊሉ ሓውኪ ምስ ሓንቲ ጓል ኣብ ገዝኡ እዩ ዘሎ ኢሉ እንትሕሱ፣ ንሳ ግን ስራሕ ስለ ዝበዝሓ ትኹረት ከይሃበትሉ ትተርፍ። ኣብቲ ገዛ ውሽጢ ያንግ ከም ዝጠምዮ ይናገር እሞ ናይ እንቋቑሖ ጥብሲ ሰሪሓ ተምጽኣሉ። እንተኾነ ግን ሽዑ ንሽዑ ይሕሞ እሞ ናብ ሆስፒታል ሒዘምዎ ከይዶም ንሳ ዋላኳ እንተተጨነቐት እቲ ሓኪም ግን ቅልል ዝበለ ሰዓል ስለ ዝሓዘ እዩ። ኣብ ቀረባ ግዘ እውን ክሓዊ እዩ ይብሎም እሞ ጂያን ከዓ እቲ ዝሓመመ ያንግ እናረኣየ ሰለስቲኦም ሓቢሮም ንክነብሩ እንትነግራ ዋላ እኳ እንተተገረመት፣ ያንግ ብሓባር ንምንክብኻብ ጥራይ ከም ዝኾነ ይነግራ። ንሳ እምቢ ኢላ ዋላ እኳ እንተደረቐት፣ ናይቲ ህጻን ያንግ ምሕማም ርእያ ግን ሓቢራ ኣብ ናይ ጂያን ገዛ ንምንባር ትሰማማዕ። ካብዚ ንደሓር ጂያን እና ያንግ ንሳ ዝትመጸሉ ሰዓት ብሃንቀውታ ይጽበዩ። ዩጂ ቦርስኣ ሒዛ እንትመጽእ ጂያን ብቕልጡፍ ሃዲሙ ከይዱ በሪ ይኸፍተላ። ብታሕጓስ ፍሸኽሸኽ እናበለ ገጹ ንከይረኣ እውን ይሓብኦ። ንሳ ናብ ውሽጢ ድሕሪ ምእታያ ጂያን ኣየኖ ክፍሊ ናይ መን ከም ዝኾነ እናርኣየ እቲ ገዛ የርእያ። ኣብዚ መንጎ እቲ ህጻን ክልቲኦም ዓርሰ ብዓርሶም ንክቀራረቡ ይገብር። ጂያን ናብ ስራሕ እንትኸይድ ኣብ ገዛ ይድብሮም እሞ እቲ ገዛ ብብዙሕ መጻወቲ ይመልእዎ። ኣብ ተመሳሳሊ ሰዓት ሊ እና ያኦ ብሓባር ድራር እናበልዑ፣ ያኦ ከዓ ስለ ጂያን እና ዩጂ እንታይ እናበለ ከም ዝነበረ ንሊ ትሓቶ። ዩጂ ዝመጸት ያንግ ንምንክብኻብ ጥራይ ኣይመስለንን ምናልባት ከም ሓደ ቤተሰብ ሓቢሩ ምንባር ክደሊ ይኸውን እዩ ሕጂ ስለ ሓውኪ ምጭናቕ ገዲፍኪ ስለ ናይ በዓልኪ ፍቕራዊ ህይወትን ስለ ናተይ ክትሓስቢ ኣለኪ ኢሉ ናብኣ ኣዝዩ ይጽጋዕ ኣብቲ ሸቕ ውሽጢ ጃን ምቁር ምግቢ ኣዳልዩ ቀልጢፉ ናብ ገዛ እንትኸይድ እቶም ሰራሕተኛታት ሓለቆም ሓድሽ ነገር ከም ዝተፈጠሮ ይናገሩ ጂያን ናብ ገዛ እንትበጽሕ ክልቲኦም እቲ ገዛ ምሉእ ንምሉእ ከም ዝቐየርዎ ርእዩ ይደናገር እሞ ንሳ ኸዓ እቲ ነገር ኣይተመችካን ድዩ? ኣይ ከምኡ ዘይኮነሲ ስቕ ኢለ ነዚ ኩሉ ነገር ሓድሽ ስለ ዝኾንኩ እዩ። ዘምጽኦ ምቁር ምግቢ ክትጥዕሞ ሂብዋ ምስ ጠዓመቶ እዚ ክበልዕ ከለኹ ልክዕ ክልተ ሰባት ድሕሪ ብዙሕ ግዘ ምፍልላይ ካልኣይ ከም ዝተራኸቡ ዝኣክል እዩ ዝስምዓኒ ትብሎ። ነቲ ምቁር ምግቢ ሽም የውፅእሉ። እኒ ያኦ ድማ ብሓባር ኮይኖም ሓሪፍ ግዘ የሕልፉ። ኣብ ገዛ ውሽጢ ዩጂ ናይ ፅገረዳ ፍዮሪ እናርኣየት ጂያን ናይ ብሓቂ ይፎትየኒ እዩ ኢላ ትሓስብ። ብኻልእ ገፅ ጂያን ነቲ ህፃን እናሓፀበ ክፃወት ይጅምሩ። ካብኡ እቲ ህፃን እናቸገረኒ እዩ ኢሉ ይፅውዓ እሞ መፂኣ ንስኻ እኮ ዓብዪ ሰብ ኢኻ ንሱ ድማ ህፃን እዩ እናበለት ትቑጥዖ። ካብኡ ነቲ ህፃን ኣልዒላ ንጂያን እቲ መሕፀቢ ክፍሊ ንከፅሪ ትእዝዞ እሞ ናብ ክፍላ ድሕሪ ምምላሳ ካልኣይ ስለ ንሱ ክትሓስብ ትጅምር። ምሸት ጂያን ኣብኡ እናሰርሐት ምድቃሳ ርእዩ ክዳን ለይቲ ይኸድና እሞ እቲ ናይ ጽጌረዳ ፍዮሪ እናረኣየ ናብ ክፍሉ ይኸይድ። ብጽብሒቱ ንግሆ ዩጂ ናብ ጂያን ናይ ውዕሊ ስምምዕ ወረቐት ሒዛ ብምምጻኣ ብዘይ ፍቓድ ማንም ናብ ክፍላ ክኣቲ ከም ዘይክእል ትነግሮ። ንሱ እውን ንያንግ ናብ ደገ ሒዝክዮ ኣብ እትወጺ ሰዓት ኩሉ ግዘ ክትነግርኒ ኣለኪ ዝብል ሕጊ ይውስኸላ። ክልቲኦም ተሰማሚዖም ብሓባር ፎቶ ይሰኣሉ። ካብዚ ንደሓር ልያኦ ቅድሚ ምኻዳ ንክትስዕሞ ዋላ እኳ እንተ ሓተታ፣ ያኦ ግን ትማል ምሸት ብዝተፈጥረ ነገር ዝኾነ ነገር ከም ዝቕየር ከይትሓስብ ኢላ ገዲፋቶ ትኸይድ። ሊ ግን ምስኣ ክኸውን እንተ ወሲነ ክሳብ መጠረሽታ ክጸንዕ እየ። ብኻልእ ገጽ ጂያን ብካሜራ ንዓኣ እንትከታተል ቀጥታ ናብታ ካሜራ ከይዳ መስሓቂ ናይ ገጽ ምስሊ እንተርኢ ይስንብድ። ብስራሕ ምትሓዙ ዝረኣየ ሰራሕተኛ ሓለቓ ምስ መን ኢኻ ትነጋገር ዘለኻ እንተብሎ ሓሪቑ ኪድ'ሞ፣ እቲ ሓድሽ ናይ ኬክ መሸጢ ሹቕ መዓዝ ከም ዝኽፈት ኣጻሪ ኢሉ ይእዝዞ። ኣብ ገዛ ውሽጢ ያኦ ንዩጂ፣ ሓወይ ያንግ ከም ምኽንያት ብምጥቃም ንዓኺ ናብዚ ገዛ ዘምጽኣኪ ባዕሉ እዩ ትብላ። ካብኡ ንያንግ ኣልጋኻ ናብ ኣቦኻ ንቐይሮዶ እንትብሎ፣ ያንግ ከኣ ሃፍቲ ኣደየ ምስ ጂያን ብሓባር ኹኑ። ካብኡ ጂያን ናብ ኣድ ደዊሉ እቲ ናይ ምቁር ምግቢ ኣደላልዋ ዝሓዘት ደፍተር ንኽተምጽኣሉ ይሓታ። ዩጂ እቲ ደፍተር ሒዛ እንትኸይድ ኣጋጣሚ ወዲቕዋ ናይ ጂያን ሓደሽቲ ሓሪፋት ሓሳባት ትርኢ። ናብቲ ሹቕ እንትበጽሕ እቲ ደፍተር ነቲ ሰራሕተኛ ሂባ ትምለስ። ኣብዚ መንጎ ሊ ናብ ናይ ያኦ ቢሮ ኣትዩ ሓቢራቶ ድራር ንኽትበልዕ ብግዲ ሒዝዋ ይወጽእ። ሽዑ መዓልቲ ምሸት ዩጂ ካብ ሓፍታ ንዕኡ ተትምርዐዮ ይሓይሽ ዝብል መልእኽቲ እንትበጽሓ ስለ እቲ ነገር ክሓስበሉ እየ ኢላ ትምልስ። ብኻልእ ገጽ ናይ ያንግ ሓው ናይቲ ካሜራ ፓስዋርድ እንትሓቶ ጂያን ግን ፍቓደኛ ከይኮነ ይተርፍ። ብጽብሒቱ እቲ ሓድሽ ሹቕ ከም ናቶም ተመሳሳሊ ምቁር ምግቢ ቀዲሙ ብምስርሑ ናይቲ ምቁር ምግቢ ኣሰራርሖም ከም ዝተሰረቐ ይርድኦም። እቲ ሰራሕተኛ ቢን ንዓኣ እቲ ደፍተር ክተብጽሕዮ ዝመጻእኺ ንስኺ ኢኺ፣ እቲ ምሽጥር ኣሕሊፍኪ ዝሃብኪ እውን ንስኺ ኢኺ ኢሉ ይኸሳ እሞ ጂያን ክዓ ብዘይ ምንም መርትዖ ሰብ ክንኸስስ የብልናን። ዩጂ ክዓ በቲ ክሳ ሓሪቓ እቲ ጨቕ ገዲፋ ትወጽእ። እቲ ህጻን እውን ንጂያን ኣቦይ ኩሉ ግዜ ንኣደይ ይቕሬታ ከም ዝሓታ ንስኻ እውን ከይድኻ ይቕሬታ ክትሓታ ይግባእ ይብሎ'ሞ ንሱ እውን ምኽሪ ሰሚዑ ብዝናብ ተኸቲሉዋ እንትወጽእ ንጽህናይ ከየረጋገጽኩ ናብቲ ገዛ ተመሊሰ ኣይመጽን ክኽተላ እንትፍትን ብድሕረይ ከይትመጽእ ትብሎ'ሞ እዚ ንግግር ዝሓለፈ ታሪኹ ኣዘኪርዎ ልቡ ይጉዳእ። ብጽብሒቱ ጂያን ነቲ ህጻን ያንግ ምስሊ ገዲፍዎ ከም ዝኸይድ ይነግሮ'ሞ ዩጂ መዓዝ'ያ ዝትምለስ? ኣነ እውን ኣይፈልጥን እንትብሎ እቶም ሰራሕተኛታት እውን ይኸፍኦም። ብኻልእ ገፅ ዩጂ ናይቲ ታሪኽ ሓቂ ባዕላ ንምፅራይ ትውስን። ምሸት ያንግ ናታ ምግቢ ስለ ዝደለየ ዋላ እኳ እንተደወሉላ ከይልዐለት ተርፍ። ያኡ መፂኣ ዩጂ ናብ ስራሕ ከም ዘይመፀት እንትናገር ጂያን ተጨኒቑ ናብ ገዛ ይኸይድ። ሓያል ትኩሳት ስለ ዘለዋ ሾርባ ሰሪሑ የስትያ። ካብኡ ኣብ ሕልሚ ዓለም ውሽጢ ኮይና ንእሽተይ ቆንጆን ተፎታይ ክትኸውን ክትፍትን ኣለካ ምኽንያቱ ቆንጆ እንድሕር ዘይኮይንካ ማንም ኣይትፎትየካን ዕድመ ልክዕኻ ንብሕትኻ ትተርፍ ኢኻ ትብሎ። ቅድሚ ሓደ ዓመት ቐሪበካ እየ ሕጂ ኣብ ዝሓመምኩ ኩነታት ኮይነ እውን ክነኽእካ ኣይኽእልን ትብሎ እሞ ሃንደበት ጂያን ምስኣ ምህላዩ ርእያ ሰንቢዳ ኣብዚ እንታይ ትገብር ኣለኻ ሎማዕንቲ እንተዘይመጽእ ነይረ እኮ ሞይትኺ ኢኺ ነይርኺ ካብኡ ካብ ኣድነቕታ ዝተላእኸላ ደብዳበ ኣንቢቡ ደስ ይብሎ ገዝኣ እውን የጽርየላ ብጽብሒቱ ደሓን እንትኸውን ሓበሬታ ንምእካብ ናብቲ ሓድሽ ሹቕ ትኸይድ እሞ ናይ ጂያን ሰራሕተኛ እዚ ርእዮም ቢይ ድማ እቲ ሓበሬታ ባዕሉ ስለዘውጸኦ ንከይፍለጠሉ ምእንታን ዩጂ ምቁር ምግቢ ኣሰራርሓና ቀዲማ ኣሕሊፋ ከም ዝሃበት ነጊረካ እየ ይብሎ እሞ ንሱ እውን ናብኡ ይኸይድ። ንሳ ከዓ ኣብቲ ሹቕ ውሽጢ ሞቾ ዝበሃል ሰብ ረኺባ ምንግጋር ይጅምሩ። ኣብ መንገዲ ድማ ጂያን ምስ ናይ ሞቾ ሓፍቱ ተጋጭዩ ቡና ይፈሳ እሞ ንሱ ከዓ ኣብዚ ከባቢ ስዮል ዝተብሃለ ሹቕ ኣሎ ናብኡ ከይድኪ ነቲ ቢን ዝተብሃለ ሰራሕተኛ ሕተትዮ። ነቲ ዝበጽሐ ጉድኣት ኩሉ ክኽሕሰኪ እዩ እንተብላ፣ ንሳ ግን ክትሕሱ ትኽእል ኢኻ፣ ስልኪ ቁጽርኻ ሃበኒ ኢላ፣ ንሱ እውን ቁጽሪ ስልኩ ሂቡ ናብቲ ሓድሽ ሹቕ ይበጽሕ እሞ፣ ዩጂ እና ሞቸ ብሓባር እንትርእዮም ብቕንኢ ተመሊኡ ኣብ ጥቓኣ ኮፍ ይብል። ኣፍቃሪቱ ከም ዝኾነት ብምምሳል ክወጽኡ እንትብሉ፣ ሓቢርክኒ ክትመጺ ኣለኪ፣ ንወድና ያንግ እውን ምግቢ ክትሰርሕሉ ኢኺ፣ እዚ ዝሰምዐት ናይ ሞቸ ሓፍቲ ጂያን ዝተመርዐየ ሰብ ምዃኑ ስለ ዘይተጸበየት ትስንብድ። ንሶም ገዲፈሞም ምስ ከዱ ሞቸ ንሓፍቱ ሓዳር ዝገበሩ ግን ኣይመስለንን። ኣብቲ ደገ እናተነጋገሩ ክትኸይድ እንትብል ኢዳ ይስሕባ እሞ ያንግ ኣዚኺ ናፊቕክኒ እናበለ እዩ። ካብኡ ነቲ ህጻን ክትረኽቦ ናብ ሱቕ ትኸይድ እሞ በጃኺ ምሳና መጺኺ ሕደሪ እንትብላ ንሳ ግን ኣብዚ ሕጂ ብዙሕ ስራሕ ስለ ዘለኒ ኣብዚ ክኸውን ኣይኽልን ግን ንዓኻ ክሓትት ክመጽእ እየ ክትኸይድ እንትብል እቲ ህጻን ኪድ እሞ ንሓፍቲ ኣደይ ኣናግራ እንትብሎ ጂያን ግን ብሰላም ኪዲ ጥራይ ይብላ። ብኻልእ ገጽ ሊን ንያኦ ሓቢሮም ንኽበልዑ እንትሓታ እምቢ ስለ እትብሎ ንኽትሓዝነሉ ኢሉ ከብደይ ኣዝዩ ሕሙኒ ኢሉ ምኽንያት ይፈጥር። ብኻልእ ገጽ ጂያን ኣዋልድ ከመይ ክማርኽ ይኽእል ኢሉ ኣብ ስልኩ እንትእልሽ ምንም ከይረኸበ ይተርፍ። ካብኡ ንዩጂ ያንግ ዝበኽየሉን ዝናፍቓን ቪድዮ ኣርእዩ። ጽባሕ ያንግ ንምርካብ ናብቲ ሹቕ ምጺ እንተብላ፣ ብጽብሒቱ ዩጂ መጺኣ ምቁራት ምግቢ ሓቢሮም እናሰርሑን እናተዘናግዑ ድሕሪ ምጽንሖም፣ ንያንግ በይነይ ክቆጻጸሮ ስለ ዘይከኣልኩ በጃኺ ናብ ገዛ ምጺ ይብላ'ሞ እቲ ህጻን'ውን በጃኺ ተመለሲ እንትብላ ትሰማማዕ'ሞ ኩሎም ብሓባር ፎቶ ይሰኣሉ። ኣብቲ ገዛ ውሽጢ ዩጂ ካብ ፍሪጅ ማይ እንትትሰቲ ንዕኡ ብድሕሪኣ ርእያ ትስንብድ። ምሸት ንጃን ሓው ይድውለሉ እሞ ናይቲ ካሜራ ፓስዋርድ ክትህብ ተዘይኽኢልካ እንተነኣሰ ናይ ያንግ ሓደ ሓደ ፎቶታት ለኣኸለይ እንትብሎ ልኢኽሉ እቲ ፎቶ ርእዩ ንዓኣ ከም እትፎትያ ይፈልጥ እየ። ብጽብሒቱ ዩጂ ኣነን ያንግን ናብ ደገ ክንወጽእ ኢና። ብስምምዕና መሰረት ናበይ ከም እትኸዱ ቀዲምኺ ክትነግርኒ ይግባእ ነይሩ ይብላ እሞ እቲ ህጻን ያንግ ናብቲ ሓድሽ ሹቕ እናኸድና ኢና እንትብል ንሳ ከዓ ምስ መቾ ኣኼባ ኣለን ኣነ ናይ ቪድዮ ቭሎገር ብምዃነይ ናብኡ ምኻድ ዝተለመደ እዩ። ብኻልእ ገፅ ናይ መቾ ሓፍቱ ንጃን ረኺባ ክተናግሮ ዋላ እኳ እንተፈተነት ንሱ ግን ምንም ከይመለሰ ይገድፋ። ዩጂ ከዓ ንመቾ ናብዚ ዝመፃእኹ ናይ ስዊት ሹቕ ካብ ናይ ሱል ሹቕ ዝኾረጀ ምህርትታት ንምሕታት እየ። ኣደላልውኡ ካብቲ ትካል ዝተውሃበና እምበር ናይ ጃን ምህርቲ ኮሪጅና ኣይኮናን እንትብላ እቲ ምቁር ምግቢ ጥዒማ ግን እቲ ነገር ኣጋጣሚ ኣይኮነን ሙሉእ ንሙልእ ተመሳሳሊ እዩ ትብሎ። ኣብ መንጎኡ እቲ ህጻን ወዲቑ ይጉዳእ እሞ ናብ ሆስፒታል ይወስድዎ። ጃን እንትሰምዕ ሰንቢዱ ይመጽእ እሞ እቲ ዶክተር ንሳ ንሞቸን ከም ወለዱ ገይሩ እንትናገር ብቕንኢ ይሓርቕ። ጃን ኣብታ መኪና ውሽጢ ሞቸ ብቕንኢ ንምሕራቕ ንዓኣ ቅናት ይኣስረላ። ጃን ቀጥታ ናብ ገዛ ከይዱ ሃንደበት እንትጽጋዕ ኣብቲ ቲቪ እቲ ህጻን ደቂሱ ይሰምዕ እሞ እቲ ህጻን ዝነቕሐ መሲልዋ ደፊኣቶ ትኣቲ። ብጽብሒ ቲጂ ስለ ትማሊ ክተናግሮ ዋላ እኳ እንተ ደለየት፣ ንሱ ግን ምንም ከም ዘይተፈጠረ እንትኸውን መዘክር ደፍተርኻ ንቢን ሂቦዮ ካብኡ ተቐበል ኢላቶ ትኸይድ። ኣብቲ ሹቕ ውሽጢ ቢን ሓዱሽ ናይ ምቁር ምግቢ ምህርቲ ክጅመር ብምዃኑ ዓማዊል ናብ ናትና ሹቕ ምምጻእ ጠጠው ኣቢሎም እዮም ዝብል ሓዱሽ ሓበሬታ ሰሚዑ ከይሰንበደ ናይ ስራሕ ቅልጣፈና ክንውስኽ ኣለና። ውድድር ድማ ጽቡቕ ነገር እዩ። ጃን ከዓ ደፍተረይ ኣንቢብካዮ ዲኻ ኢሉ እንተሓቶ ኣየንበብኩዎን ኢሉ ምስ ከሓደ ዳሕራይ ግን ኣንቢበዮ እየ ግን ኣይትሕሰብ ንማንም ኣይናገርን እቲ ምግቢ ግን ሰሪሐ ንኣፍቃሪተይ ሂበያ እየ እቲ መዘክር ኣፍቃሪቱ ከም ዘንበበቶን እቲ ናይ ምግቢ ኣሰራርሓ ሚስጥር ከም ዝሰረቐት ተዘኪሩ እዚ ዝገበረት ኣፍቃሪቱ ከም ዝኾነት ንጃን ይነግሮ እሞ ኣነ ባዕለይ ከፈትሖ'የ። ንሱ ናብ ገዛኣ እንትምለስ ዩጂ ርእያቶ ቦታ ትቕይር። ናብኣ እንትመጽእ ብቕልጡፍ ናብ ክፍላ ትኣቲ። ዩጂ ኣማኻሪ'የ እዩ ኢላ ንዝሓሰበቶ ሰብ፣ ሓደ ወዲ ንሓንቲ ጓል ክቐርባ ከሎ እንታይ ማለት እዩ ኢላ ትልእኾ'ሞ ኣማኻሪኣ ንሳ ከይፈለጠት ጂያን ስለ ዝነበረ ንሱ ናይ ምቁር ምግቢ በዓል ሞያ ስለ ዝኾነ ይፈትየኪ እዩ ኢሉ ይምልሰላ። ንሱ እኮ ንዓይ ኣይስሕቐንን ስለ ዝበለቶ ጂያን ምስሓቕ ይለማመድ እሞ ብጽብሒቱ ብዘይ ምንም ምኽንያት ይስሕቕ። ንሳ ኸዓ ምስሓቕ ኣይትፈልጥን። ስለዚ ኣይትግበሮ ኢላ ናብ እንዳ መኸሸኒ እንትኣቲ ይኽተላ። ሓደ ህጻን ካብ ኣቦን ኣዲኡን ምረጽ ተትብሃል መን ይመርጽ እንትብሎ ናይ ቀደም ኣዲኡ ስለ ዝዝክር ኣብ ቅድሚ ቆልዓ ከምዚ ዓይነት ነገር ኣይትናገሪ ክጭነቕ'ዩ። ዩጂ ካልኣይ መልእኽቲ እንትልእከሉ ናይ ጂያን ስልኪ ትጽውዕ። ዩጂ ብኣጋጣሚ ኣምኻርዮ ኢላ ዝሓሰበቶ ንሱ ምዃኑ እንትፈልጥ ንሱዩ ነይሩ ኢላ ትሳቐቕ። ካብኡ ከም ዝፈትያ እንትፈልጥ ዋላ እኳ እንተተሓጎሰት ኣብ ቅድሚ ንሱ ዝገበረቶ ነገር እናሓሰበት ትበሳጭ። ቢን ናብ ጂያን መጺኡ ብኣየ ምኽንያት ዓቢ ክሳራ ስለ ዝበጽሐካ ስራሕ ክለቅቕየ። ኣፍቃሪተይ ንገንዘብ ኢላ እቲ ኣሰራርሓ ነቲ ሓድሽ ሹቕ ሸይጣቶያ። ሕጂ ምስኣ ተፈላሊና ኢና። ንሱ ከዓ ስራሕ ክትለቅቕ የብልኽን። ኔጂ ግን ይቕርታ ክትሓታ ኣለካ ይብሎ እሞ ይሰማማዕ። ምሸት ሰለስቲኦም ድራር እናበልዑ ዩጂ ፍልይ ዝበለ ባህሪ ተርኢ። ድሕሪ ድራር ኣቑሑ ንምሕጻብን ክዳን ንምእካብ እንትበኣሱ ክልቲኦም ተተሓሒዞም ናብ ሶፋ ይወድቑ። ሽዑ ያኡ እና ሊ መጺኦም ሊ ነቲ ህጻን ዓይኑ ሸፊኑ ንሶም እውን ሰንቢዶም ብቕልጡፍ ይለዓሉ። ሊ ንያኡ ናይ ሓዋ ሓሳብ እንትሓትት ስራሕ ስለ ዝበዝሖ ምንም ሓሳብ የብለይን። ኣብቲ ሹቕ ውሽጢ ጃን ሓዱሽ ምቁር ምግቢ ኣዳልዩ፣ ሰባት ስለ ዝፈተይዎ እቶም ዓማዊሉ ካልኣይ ይምለሱ። ናብ ገዛእ እንትምለስ ንሳ ደቂሳ ረኺብዋ ላፕቶፓ እንትፍትሽ ስለ ተፎኻኻሪኡ ዝጸሓፈቶ ጽሑፍ የንብቦ። ካብኡ ጃን ቀዲምኺ ስለ ዝጸሓፍክዮ ናብቲ ሹቕ ምምጻእ ኣየድልየክን ኢልዋ እንትኸይድ ንሳ ግን ከይዳ ቢንካዓ ይቕሬታ ሓቲትዋ ይቕረ ትገብረሉ። እቲ ምግቢ ጥዒማ ኣዝያ ስለ ዝፈተየቶ ናይቲ ምግቢ ትርጉም እንትሓቶ ምንም ታሪኽ የብሉን እንትብላ፣ ኣብ መጠረሽታ ግን ፍቕሪ ጥዑምን ሓላል ግዘ ድማ መሪር ከም ዝኾነ ንምግላፅ ከም ዝሰርሖ ይነግራ። ንሳ ከዓ ብሞቸ ምኽንያት እናቐንእ ምዃኑ ትርዳእ። ዩጂ ኣብቲ ድራር ፕሮግራም ምስ የዕሩኽታ ተራኺባ ሞቾ ፍቕሩ ገሊፁላ ንሳ ግን ብግልፂ ከም ዘይትፈትዮ ተርእዮ። ንሱ ከዓ ናብ ጂያን ደዊሉ ንክወስዳ ነጊርዎ ቦርስኣ ካብ ሙቾ ተቐቢሉ ካብዙይ ብዝሓሸ መንገዲ ክሕልያ እየ ይብሎ። ብኻልእ ገፅ ሊንያኦ ሰርፕራይዝ ኣዳልዩ ናይ ፍቕሪ መፃምደይ ትኾኒ ኢኺ እወ ኢላ እውን ትሰማማዕ። ካብኡ ጂያን ንዩጁ ሓዚሉ እናወሰዳ ባዕሉ ኣነ እኮ ጂያን ከም ዝፎትየኒ ይፈልጥ እየ ንስኺኸ ንጂያን ትፎትይዮ ዶ ኢሉ እንትሓታ መልሲ ከይሃበቶ ትድቅስ። ብጽብሒት ኣብ ቅድሚኡ ንምምሳል እንትፍትን ንስን እቲ ህፃንን ምስ ረኣይዋ ሰንቢዳ ትወፅእ። ካልእ መዓልቲ ናብ ዕዳጋ ክንኸይድ ኣለና ኢሉ ወሲድዋ ኣብቲ ዕዳጋ ሓንቲ ጓል እንተናግሮ እቲ ህፃን ኣደየ መፂኣ ኢሉ ንሂጂ እንተርኢ እታ ጓል ገዲፈቶም ትኸይድ። ናይቲ ቆልዓ ወለዲ ወዶም ክወስዱ ከም ዝመፁ መልእኽቲ እንትልእኩ ሓዚና ሓዱሽ ምቁር ምግቢ ኣሰራርሓ ንከምህራ ሓቲታቶ ንሱ እውን ይሰማማዕ እሞ እንተምህራ እቶም ሰራሕተኛ ብሕቡእ ይርእይዎ። ንሳ እውን ንቢን ጂያን ከመይ ዓይነት ጓል እዩ ዝፈትይ እንትብሎ ቢን ድማ ንሱ ንዓኺ ከም ዘለኽዮ እዩ ዝፈትየኪ እንትብላ ትሓፍር ሊ ንጂያን ስምዒትካ ብቕልጡፍ ንገራ ኢሉ መኺርዎ ሊ እናያኡ ናይ ሽምዓ መብራህቲ ይህብዎ ካብኡ ኣብ ገዝኡ ሽምዓ ኣብሪሁ ንሳ እንትመጽእ ናይ እንስሳት ፊልም ይኸፍት እሞ ትሓዝን እቲ ህፃን በኺ ብሕልሙ እንትነቅሕ ዩጂ እንተፀናንዖ ቤተሰበይ ኣይደልዩን እንትብል ጂያን ናይ ቁልዕነት ተዘክርኦ መፂእዎ ሰንቢዱ ይወፅእ ካብኡ ንደሓር ግን ንሳ ወለዱ ተዓሪቖም እዮም። መጺኦም እውን ክወስድዎ እዮም። ካብዚ ንደሓር ንብሕቱ ኣይከውንን እንትብሎ እቲ ህጻን ናብ ቤተሰቡ ክኸይድ ስለ ዝኾነ ደስ ይብሎ። ብጽብሒት ያንግ ኣነ ክኸይድ ስለ ዝኾንኩ ብሕታውነት ከይስምዓካ ፈሪሐ እየ። ዩጂ እኮ ኣፍቃሪታ ተትኸውን ደስ እዩ ዝብላ ኢሉ ናብኣ ድማ ከይዱ ቅድሚ ክልተ መዓልቲ እኮ ኣፍቃሪተይ ተትኸውን እናበለ ነይሩ እዩ። ብተወሳኺ ናብ መዘናግዒ ክወስዳ እየ ይብል ነይሩ ምስ በላ ንሳ እውን ኣዝያ ትሕጎስ። ካብኡ ናብኡ ተመሊሱ ንሳ ኣኮ ምሳኻ ናብ መዘናግዒ ቦታ ክኸይድ እየ እናበለት እያ። ጂያን ገሪምዎ ሓቂ ቃዲኻ ኣበይ ኣላ እንትብሎ ንሱ ከዓ ንስኻ ኣብ ዝደለኻዮ ቦታ ይኹን ኢላ እያ ኢሉ ንኽልቲኦም ናይ ሓሶት ህቅን የውፅእ። ጂያን ቀስቲ ኣደባርያ ከምህራ ዋላኳ እንተፈተነ ትቕልዶ። ካብኡ ፅቡቕ ቦታ እዩ ኢሉ ናብ ገምገም ቃላይ ይወስዳ። እናደረፈላ ምሸት ድራር እናበልዑ ከለው መብራህቲ ትጠፍእ እሞ ክስንብድ ይጅምር። ንሳ መብራህቲ ኣብሪሃ ትነግረኒ ነገር እንተሃሊካ ንገረኒ እንትብሎ ንሱ ግን ሓደሽቲ ሞያታት ከምህረኪ'የ ይብላ። ንሳ ከኣ ከም ዝፈትየኒ ክነግረኒ እዩ ኢላ ትጸብያ ስለ ዝነበረት ሓሪቓ ትወጽእ። ስርሓ እውን ንኣዲኣ ከይነገረታ ትተርፍ። ጂያን ናይቶም ሊደረት መልእኽቲ ርእዩ ናይ ዩጂ ስምዒት ይርዳእ። ብኻልእ ገጽ ዩጂ ክዳውንታ ጠቕሊላ ዝጸንሐሉ ምኽንያት የብለይን እንትብል ጂያን ከኣ ንኽትጸንሕ ይልምና። በዚ ምኽንያት ትኹረት ስኢኑ እቲ ምቁር ምግቢ የበላሹ። ስምዒት ንምግላጽ ዋላ እኳ እንተ ፈተነ፣ ከይተሳኸዐሉ ይተርፍ። ንሳ እውን እቲ መዘክር ደፍተሩ ኣንቢባ ስቓዩ ትርዳእ። ናብ ሓፍቱ ከይዳ ሓውኪ ናይ ብሓቂ ይፈትየኒ ድዩ? እወ ኢላ ትነግራ እሞ ሊን እና ሓፍቱ ስለ ናይ ጂያ ናይ ጭንቀት ሕማም ንዩጂ እንትነግርዋ፣ ዩጂ ሓዚና ንባዕላ ትወቅስ። ንሱ እውን ንማስተሩ እናማኸረ ህይወት ግን እንታይ ማለት እያ? ንዓኻ ናይ ምንባር ዕላማ እንታይ እዩ? ንሓፍተይ ታሕጓስን ንዝፈትያ ጓል እንትብል ማስቶር ድማ ፍቕርኻ ግልፂ ጌርኻ ንገራ። ጂያን ግን እቲ ናይ ጭንቀት ሕማመይ ህይወታ ከበላሽዮ እዩ ኢለ ፈሪሐ እየ። ካብ ፍቕሪ ኣይተምልጥ፣ ትኽክኛ ፍቕሪ ግዘ ቅድሚ ምርፋዱ ክግለፅ ኣለዎ። ካብኡ መድሓኒቱ ንክቕንሰሉ ንሓኪሙ ይሓቶ። ንዩጂ እንትረኽባ ንሳ ይፎትየኪ ኣየ እንትብሎ፣ ንሱ እውን ፍቕሩ ይገልጸላ እሞ ብሓጎስ ይተሓቋቖፉ። ወለዳ ሃንደበት መጺኦም ግን ዩጂ ጂያን ኣፍቃሪዮ እዩ እንትብል ኣቦኣ ይቑጣዕ እሞ ኣይትሕሰቡ ምንም ዝተፈጥረ ነገር የለን ኢላ ተእምኖ። ንሊ ኣፍቃርቲ ዝኾነት ናይ ጂያን ሓፍቱ ፍቕራዊ ርክብ እንተጀሚራ ጂያን ንብሕቱ ክኸውን እዩ ኢላ ሓቢራቶ ከም ዘይትኸውን እንትነግሮ ሓሪቑ ናብ ሓዋ ይኸይድ እሞ ምስ ረኸቦ ብቦክሲ ይሃርሞ። ጂያን ገጹ ተሃሪሙ ናብ ሓፍቱ ይኸይድ እሞ ምስ ኣፍቃሪኺ ተፈላሊኺ ዲኺ? እወ። ንዓይ ኢልኺ ሓጎስኺ መስዋእት ኣይትግበሪ። ህይወት ክንበር ኢሉ ናብ ገዝኡ ይኸይድ። ዩጂ ቁስሉ ሪኣ መድሓኒት ክተምፀኣሉ እንትኸይድ ሒዙ ምስኡ ንክትፀንሕ ይሓታ። ብፅብሒቱ ካብ ክፍሉ እንትወፅእ ወለዳ ርእዮማ እንትስንብዱ ከምቲ ዝሓሰብክምዎ ኣይኮነን ምንም ኣይተፈጠረን ስለዝመሰኤ ኣብዛ ሓዲረ እንትብሎም ኣቦኣ ሓሪቑ ይቑጣዕ። ብኻሊእ ገፅ ሊያኦ ኣፍቃርቱ ክትኸውን ስለዝተሰማምዐት ንጂያን ስለዝሃረሞ ይቕሬታ ይሓቶ። ዩጂ ከዓ ንጃን ስልኪ እንተናግሮ ካብ ክፍልኻ እንትወፅእ ወለደይ ርእዮምኒ ካልእ ነገር ሓሲቦም ሕጂ ኣዝየ ሓፊረ እየ ኣይትጨነቂ ኩሉ ነገር ምስ መፃእኹ ከረድኦም እየ። ምሸት ንወለዳ ስለ ስራሕ ዝሓበእቶም ንምንጋር ወሲና ኣብቲ ትካል ውሽጢ ኣይኮንኩን ዝሰርሕ ኢላ ስለ እቲ ዝትሰርሖ ስራሕ እንትናገር ኣቦኣ ተቐጢዕዋ ትበኪ ኣዲኣ ግን ኣይትብከይ መጀመርያ ጀሚርና እቲ ሓቂ ፈሊጥናዮ ኢና በዓልኺ ክትነግርና ኢልና እናምሰልና ኢና ነይርና ኢላ ትሓቕፋ። ንሶም ምስ ከዱ ጂያን ስለ ዝሰርሖ ሓድሽ ምግቢ እንትነግራ ገዛ ክብሎ እየ ሓሲበ። ምኽንያቱ ቤተሰብኪ ድሕሪ ምርካበይ ገዛ ቦታ ጥራይ ከም ዘይኮነ ተረድየ። ፍቕርን ምትሕስሳብን ዘለዎ እዩ እንትብላ ዩጂ ጉንጩ ስዒማቶ ትኸይድ። ብኻልእ ገፅ ኣብቲ ምቁር ምግቢ መሸጢ ሹቕ ውሽጢ ቢን ናይ ጂያን ትካል ህቡብ እናኾነ ምምፅኡ እንተብስር ሓደ ተንኮለኛ ፀሓፊ ግን ዩጂ ምስ ሓደ ሰኣሊ ፍቕራዊ ርክብ ከም ዘለዋን ንጂያን ንገንዘብ ጥራይ ከም እትጥቀሞ ዝገልጽ ናይ ሓሶት ወረ ኣብ ማሕበራዊ ሚድያ የሰራጭ። እቲ ወረ ተነዚሑ ስለ ናይ ጂያን ናይ ኣእምሮ ሕማም ወረታት ብምውጽኦም ብጽብሒቱ ብዙሓት ሰባት እቲ ሹቕ ይኸብቡ። ጂያን እቲ ከቢድ ተጽዕኖ ምጽዋር ኣብይዎ ተረቢሹ ናብቲ ገምገም ቃላይ ይኸይድ። ንሱ ግን ኣብኡ ኮይኑ ኣዲኡ ኣብ ቅድሚ ዓይኑ ዝሞተትሉን ሕማም ዝተመልአ ታሪኹ እናሓሰበ እንትሓዝን ዩጂ ንባዕሉ ክጎድእ ይኽእል እዩ ብዝብል ፍርሒ ኣሊሻ ትረኽቦ። ናብኡ ቀሪባ በይንኻ ኣይኮንካን እንትብሎ ንሱ ግን ጸጥ ዝበለ ግዜ ደልየ እምበር ንባዕለይ ክጎድእ ኣይመጻእኹን። ኣብ ከቢድ ግዜ ዝሓገዞ ዓቢ መምህሩ የላልያ። ካብኡ እቲ ናይ ሓሶት ወረ ዘሰራጨየ ተጽዕኖ ፈጣሪ ኣብ ሆስፒታል ዝደቀሰት ጓሉ በጃኻ ናይቲ ምቁር ምግቢ ሹቕ ሽም ኣይተበላሽዮ። ምግቦም ኣዝየ ይፎትዬ'የ ዝበለቶ ቪድዮ የርእይዎ እሞ ተጣዒሱ ንጃን ብዕሊ ይቕሬታ ክሓቶ ይሰማማዕ። ሽዑ መዓልቲ ምሸት ናይ ዩጂ ወለዲ ብቪድዮ መልእኽቲ ካብዚ ንደሓር ከም ወድና ኢና ንንከባኸበካ ብጽብሒቱ ንጎሂጂ ካብ ደገ ዝኣዘዘቶ ምግቢ ዋላኳ እንተ ኣቕረበትሉ፣ ንሱ ግን ብቕልጡፍ ይፈልጦ። ኣብ ዝቕጽል ግዘ እቲ መዐሸጊኡ ብዝግባእ ሓብእዮ ኢልዋ ብሓባር ይስሕቑ። ካብኡ ጃን ናብቲ ሹቕ ተመሊሱ እቶም ሰራሕተኛታት ብታሕጓስ ይቕበልዎ። ንሱውን ሓደ ቪድዮ ብምቕራጽ ብከቢድ ጭንቀት ከመይ ይሳቐ ከም ዝነበረን እቲ መምህር ከመይ ከም ዘድሐኖ ንኹሉ ህዝቢ ይናገር። ካብኡ ንዩጂ ናብቲ ገምገም ቃላይ ወሲዱ ደስ ብዝብል ኩነታት ክንምርዐል ዝግባእ ግዜ ኣይመስለክን ኢልዋ ንሳ እውን ብሓጎስ እናተሰምዐት እናርኣየና ፊልምና እውን ኣብዚ ይውዳእ።